ሰላም ዝኸበርኩም ተኸታተልቲ ቀንዴል ንሎሚ 15 ሓምለ 2017 ዝተዳለወ ዜና ምስጋር ፃወቲ ቀፂሉ ይቐርብ ሰናይ ምክትታል ከላን ማፔ ሓደ ካብቶም ብጣዕሚ ተደለይቲ ተፃወቲ ናይዚ ክረምቲ ዝኾይኑ ምስ ሓያለ ክለባት ተታሓሒዙ ክለዓል ከዓ ሰሚዕና ኣለና ሪያል ማድሪድ ፒኤስጂ ኣርሰናል ማንሲቲ ቼልሲን ሊቨርፑልን ገለ ካብተን ዝግደሳሉ ክለባት ኮይነን እቲ ተፃዋታይ እውን ንባዕሉ ወላ እኳ ብሞናኮ ክለቡ ዓቢ ምውሳኽ ደሞ ዝተተገብረሉ መፃኢኡ ንፁር ከም ዘይምዃኑ እዩ ዝሕብር ዘሎ ንሱ ንስጳኛዊት ሕታም ማርካ ኣብ ዝሃቦ ቃል ኣብ ሞናኮ ክቕጽል ድየ ወላ ክኸይድ ኣይፈልጥን እየ ክብል ተዛሪቡ ኣርሰናል ንናቶም ናይ ምስጋር ዋጋ ክብረ ወሰን ሴሮም ጥራይ ዘይኮነ ንናይ ዓለምና ክብረ ወሰን ክሰብር ዝኽእል 135 ሚልዮን ዩሮ ቀሪቦም ይሃድንዎ ከም ዘለዉ ዝተሓበረ ኮይኑ ድሒሮም ንማንሲቲ ነቲ ውድድር ብዕቱብነት ተጸንቢሮሞ ከም ዘለዉ እዩ ዝፍለጥ ብፍላይ ከኣ ካብዘን ኩለን እተን ቀንዲ ተኽእሎ ዘለወን ንባፕ ከፈርማ ኣርሰናልን ሪያል ማድሪድን ኮይነን ሪያል ማድሪድ ካብ ቁልዕነቱ ኣትሒዙ ዝድግፋ ጋንታ ብምዃና ኣብ ልዕሊ ኣርሰናል ላዕለዋይ ኢድ ሒዛ እኳ እንተነበረት ድሒሩ ግን ንደገፍቲ ኣርሰናል ተስፋ ዝህብ ተርእዮታት ተኸሲቱ ነበረ ንሱ ድማ ሪያል ንማፐ ክትገጾ እንተኮይና ካብ መሸጣ ሞራታን ሃምስ ሮድሪገዝን ኣዋፂኣ ምዃኑ ተሓቢሩ ምንባሩ ዝፍለጥ ኮይኑ ንሃምስ ሮድሪገዝ ብለቓዕ ጥራሕ ናብ ባየር ሙኒክ ክሰዶ ምኽኣላን ሞራታውን ክሳብ ሕጂ ገዛኢ ዘይምርካቡን ማድሪድ ንማፐ መግዝኢ ሰልዲ ዘይምህላዋን እዩ ሊቨርፑል ንስኮትላንዳዊ ናይ ጸጋም ተኸላኻላይ ኣንዲ ሮበርትሰን ካብ ሃልሲቲ ከተፍርም ከም ዝተቓረበት ዘጋርድያን ጸብጺባ ወዲ 23 ዓመት ሮበርትሰን ካብ ደንደ ዩናይትድ ብ2.8 ሚልዮን ፓውንድ ኣብ ሓምለ 2014 ከም ዝተሰጋገረ ዝዝከር ኮይኑ ዋላ እኳ ሃል ሲቲ ክለቡ ሕማቕ ዝኾነ ፀወታታት ተርእን ንታሕተዋይ ዲቪዥን ትመለስን ንሱ ግና ብቐጻሊ ዘርእዮ ዝነበረ መሳጢ ፀወታ ንኣቓልቦ ሊቨርፑል ክስሕብ ገይርዎ ክትብል ዘጋርዲያን ትውስኽ ምፍራም ናይዚ ብኣስታት 8 ሚልዮን ፓውንድ ዝሰጋገር ዘሎ ተፃዋታይ እምበኣር ከም ኣማራጺ ናይ ጄምስ ሚለርን ኣልበርቶ መነሮን ኮይኑ ከገልግል ትጽቢት ይግበረሉ። ምስ ሊቨርፑል ኣብ ዝተተሓሓዘ ዜና ኣብታ ክለብ ን10 ዓመት ዝጸንሐ ብራዚላዊ ሉካስ ሌቫ ብ5 ሚልዮን ፓውንድ ናብ ኢጣልያዊት ክለብ ላዚዮ ክሰጋገር ከም ዝተሰማምዐ ተፈሊጡ። ሉካስ ላይቫ ዝነውሐ ኣብታ ክለብ ዘገልገለ ክኸውን ከሎ ብ5 ሚልዮን ፓውንድ ኣብ 2007 ካብ ግሬሚዮ ካብ ሰጋገር ኣትሒዙ 346 ግዜ ነታ ጋንታ ክፃወት ዝበቕዐ ምኩር ተፃዋታይ እዩ ናብ ማንቸስተር ዩናይትድ ክሰጋገር ተባሂሉ ብብዝሒ ክዝረበሉ ዝቐንየ ተፃዋታይ ቸልሲ ሰርቢያዊ ንማኛ ማቲክ ጁቨንትስ ላዕለዋይ ኢድ ሒዞም ከም ዘለዉ ዘጋርዲያን ጸብጺባ ቸልሲ ንማቲክን ዲያጎ ኮስታን ብዛዕባ መጻኢኦም ክጻወፉ ኢላ ናብ ክረምታዊ ልምምድ ከይጽንበሩ ፍቓድ ከም ዝሃበቶም ዝፍለጥ ኮይኑ ዩናይትድ ንቸልሲ ኣህሚሎም ንሮማሉ ሉካኩ ከም ብምግዝኦም ንክልቲኤን ክለባት ከም ዘፈሓፍሐን ስለዚ ከዓ ቸልሲ ካብ ናብ ማን ዩናይትድ ናብ ጁቨንትስ ክሸጥዎ ከም ዝመርጹ ዘጋርዲያን ትጽብጽብ ብኣስታት 40 ሚልዮን ፓውንድ ንበካያኮ ዘፈረመ ቸልሲ ካብ ማቲክ እውን ተመሳሳሊ 40 ሚልዮን ፓውንድ ትሓትት ከም ዘላ ዝፍለጥ ኮይኑ ንዲያጎ ኮስታ ሸይጣ ንሞራታ ከተምጽእ ትሸባሸብ ከም ዘላ ዝፍለጥ እዩ ሪያል ማድሪድ ንሓላዊ ልዳት ዩናይትድ ዳቪድ ድሃ መግዝኢ ገንዘብ ከም ዘይትረክብን ማንቸስተር ዩናይትድ እውን ብግዲኦም ብርእሰ ተኣማንነት ንዝኾነ ዝመፅእ ናይ ማድሪድ ፈተነታት ክነፅጎ ምዃኖም ኤኤስቢኤን ሓቢራ ኣብ ጥቓ ዩናይትድ ተደኲኖም ልምምዶም ዘካየዱ ዘለዉ ማድሪድ ዝሓለፈ ዓመት ዘሕፍር ዝኾነ ፍሹል ፈተነ ድሕሪ ምክያዶም ሕጂ እውን ንኻልኣይ ግዜ ክምለሱ ከም ዝኽእሉ ዝበለት ኤኤስቢኤን ዴቪድ ደሄ ካብቲ ኣብ ቅድሚ ክልተ ዓመት ዝነበረ ኩነታት ሕጂ ኣብ ርጉእ ኩነታት ምህላውን ዝኾነ ክሰጋገር ዘእንፍት ተርእዮታት እውን ስለ ዘርኣያን ንማን ዩናይትድ ርእሰ ተኣማንነት ክኾኖም ክኢሉ እዩ ኤስፔን ኣብ መግለጺኣ ምኽንያት ሪያል ማድሪድ ሰልዲ ዘይምህላዎም ነቶም ናብ ካሽ ክቕይርዎም ዝሓስቡ ክልተ ተጻወቶም ንሃምስ ሮድሪገዝ ብለቓሕ ክሰድዎም ምኽኣሎም ሞራታ ኸኣ ክሳብ ሕጂ ዘይተሸጠ ምዃኑ እዩ ትብል ኤሲ ሚላን ንናይ ጁቨንትስ ተኸላኻላይ ሌናርዶ ቤነቺ ብ135 ሚልዮን ፓውንድ ከተፈርም ከም ዝተሰማምዐት ቢቢሲ ጸብጺባ በነቺ ኣብ ጁቨንትስ 6 ሊግ ዋናጮ ከም ዝዓተረ ዝፍለጥ ኮይኑ እዚ ምስጋር እዚ ከኣ ኣሰልጣኒ ጁቨንትስ ማሲሞሊኖ ኣሌግሪ በነቺ መራሒ ናይዛ ጋንታ ክኸውን ኣብ ዝበለሉ ግዜ ይኸውን ምህላዉ ከየገረመ ኣይተረፈን

ደሌፉ መጀመርያ ካብ ባርሴሎና ናብ ኤቨርተን ብለቓሕ መልክዕ ኣብ 2013ን 14ን ክሰጋገር ከሎ ስዒባ ኸኣ ኤቨርተን ኣብ 2015 4.3 ሚልዮን ፓውንድ ሂባ ክትጠቕልሎ ከኣለት። ባርሴሎና ኸኣ ኣብቲ ውዕል ደጊማ ናይ ምግዛእ ቆፉ ወይ ከኣ ክሎስ ክህልዋ ብምግባራ ሕጂ 10.6 ሚልዮን ሂባ ክትገዝኦ ትኽእል ኣላ። ጆሴ መሪኖ ትማሊ ኣብ ዝሃቦ ቃለ መጠይቕ ዘላታን ኢብራሂሞቪች ኣብታ ክለብ ዳግም ክፍርም ተኽእሎ ከምዘሎ ሓቢሩ። እቲ ወዲ 35 ዓመት ካብ ዘጋጠመ መስበርቲ ኣብ መሰልጠኒ ማእከል ማንቸስተር ዩናይትድ ምሕዋዩ ዝቕጽል ዘሎ ኮይኑ መሪኖ ኣብ ዝበሎ እቲ ተጻዋታይ ክሳብ ታሕሳስ ምስ ዝኾነት ካልእ ክለብ ከይተሰማምዐ ዝጸንሕ እንተደኣ ኮይኑ ዳግም ዘይነፈርመሉ ምክንያት የለን ክብል ሓቢሩ ቱርካዊት ክለብ ጋላሰራይ ንሆላንዳዊ ወስሊ ስናይደር ከም ዘፋነወቶ ኣፍሊጣ እታ ክለብ ኣብ ወግዓዊ መርበብ ሓበሬታ ኣብ ዘውፅኣቶ መግለፂ ክለብና ምስቲ ካብ 213 ኣትሒዙ ምሳና ዝፀንሐ ወስሊ ስናይደር ሎሚ ትፈላለላ ልባዊ ዝኾነ ፅቡቕ ዕድል ንኣብ ዝቕፅል ትገብሮ ውሳነታትካ እናኣመስገና ኣብዚ 4.5 ዓመታት ምሳና ዝፀናሕካያን ዝተጓናፀፍካዮ ዓወታት ከም ተፃዋታይን ካፒቴንን ኮንካ ኣይክንርስዖን ኢና ድሕሪ ምባል ቀፂሎም ወዲ 33 ዓመት ወስሊ ስናይደር ኣብ ታሪክ ሃገራዊት ጋንታ ሆላንድ እቲ ዝበዝሐ ዝተፃወተ ክኸውን ዝበዐ ምዃኑ ዝፍለጥ ኮይኑ ኣብ ሃገራዊት ጋንትኡን ኣብ ውልቃዊ ፕሮፌሽናል ጉዕዝኡን ፅቡቕ ዕድል ንምነየሉ ኢሎም እምበኣር ንሎሚ ንምስግጋር ተፃወቲ ኣመልኪቱ ዝተዳለወ መደብ እዚ እዩ ነይሩ